ሰላም ንዓኻትኩም ይኹን ናይ ጎይታ ጸጋና ሰላም ኣብ ዘለኽምዎ ቦታ ይብዝሐልኩም ከመይ ቀኒኹም ክብሪ ንእግዚኣብሔር ይኹን ለማዕንቲ እውን ከምቲ ልሙድ መደብና ናይ ትምህርቲ ግዜና እዩ ስለዚ ረውዕ ረውዕ ካብ ሰዓት ሓደ ናይ ምሸት ስካዕ ክልተ ሰዓት ናይ ምሸት ዝመሓላለፍ መደብ ኣሜን ቲቪ ፕሮግራምና እዩ ክብሪ ንኣምላኽ ይኹን ናይ እግዚኣብሔር ቃል ንመሃረሉ ከምኡ ድማ ንጸናንዐሉ እግዚኣብሔር ድማ ብቃሉ ንህዝቢ እውን ዘጸናንዐሉ ንህዝቢ እውን ዝዛረበሉ ንህዝቢ እውን እንደገና ዝትንክፈሉ ትምህርቲ ስለዝኾነ እዚ መልእኽቲ እዚ ኣብ ገዛኹም ንትሰምዑ ክስካዕ መወዳእታ ብደንቢ ክትከታተሉ ብጎይታ ፍቅሪ ዕድመኩም። ናይ ለማዓንቲ ትምህርትና ማርቆስ ወንጌል ምዕራፍ ሓሙሽተ ካብ ፍቅዲ ዕስራን ሓሙሽተን ጀሚሩ ዘሎ እዩ ከንቦ እየ። ከምዚ ይብል፣ እኖ ኸኣ ካብ ዓሰርተ ክልተ ዓመት ሒዙ ደም ዝፈሳ ሰበይቲ ነበረት። ንሳ ብብዙሓት ሓካይም ብዙሕ ተሳቐየት። ኩሉ ገንዘባ እውን ወደእት፣ እንተኾነ ገደዳ እምበር ኣይጠቐማን። ብዛዕባ የሱስ ምስ ሰምዐት ክዳኑ ጥራይ እንተተንከኹ ክሓዊ እየ ኢላ ብማእከል እቶም ህዝቢ ብማእከል እቶም ህዝቢ ሓሊፋ ብድሕሪኡ መጺኣ ከኣ ክዳኑ ተንክየት። እቲ ዝፈስስ ዝነበረ ድማ ደማ ከኣ ብቕጽበት ደው በለ። ካብ ሕማማ ከም ዝሓወየት ድማ ተፈለጣ። ኢየሱስ ከኣ ሽዑ ካብኡ ሓይሊ ከም ዝወጸ ብውሽጡ ተፈሊጥዎ ናብቶም ህዝቢ ግልጽ ኢሉ መን እዩ ክዳነይ ዝተንከፈ? በለ። ደቀ መዛሙርቱ ድማ ህዝቢ ክደፍኣካ ትርኢ ኣለኻ ተመሊስካ ግና መን እዩ ዝተንከፈኒ ትብል ኣለኻ በልዎ። የሱስ ድማ ነቲ ህዝቢ ነቲ እዚ ዝገበረ ክርኢ ናብ ዙርይኡ ጠመተ። እታ ሰበይቲ ግና እቲ ኣብኡ ኣብኣ ዝኾነ ስለ ዝፈለጠት ብፍርሓት ራዕራዕ እናበለት መጺኣ ሰገደትሉ። ኩሉ እቲ ሓቂ እውን ነገረቶ። ንሱ ኸዓ ጓለየ እምነትኪ እያ ዘድሐነትኪ ብሰላም ኪዲ ካብ ሕማምኪ እውን ሕወዪ በላ። ክብሪ ንኣምላኽ ይኹን። ናይ ለማዓንቲ ናይ ትምህርትና ርእሲ እምነትካ እያ ዘሕወየትካ እምነትኪ እያ ዘሕወየትኪ ብዝብል ሓቢርና ክንርኢ ኢና ብዛዕባ እምነት ኢና ክንርኢ ማለት እዩ እዛ ኣብ መጽሓፍ ቅዱስ ማርቆስ ምዕራፍ ሓሙሽተ ንሪኣ ዘለና ኣብ ኣብ ገሊኡ ንዓሰርተ ክልተ ዓመት ይብል ኣብ ገሊኦም ድማ ማርቆስ እውን ኣብዚ ከዓ እንታይ ኢልዎ ኣሎ ማለት እዩ ካብ ዓሰርተ ክልተ ዓመት ጀሚሩ ይብል በዘየግድስ ብቻ ግን እዛ ሰበይቲ እዚኣ ንዓሰርተ ክልተ ዓመትም ይኹን ካብ ዓሰርተ ክልተ ዓመት ጀሚርም ይኹን ንነዊሕ ዘመን ብዘይ ምቁራፅ ደም ዝፈሳ ሰበይቲ እያ ብዘይ ምቁራፅ ማለት እዩ ንነዊሕ ግዜ ደም ዝፈሳ ብቡዙሓት ሓካይም እውን እንደገና ናብ ሕክምና ብዝኸደዶ ብዝኸደቶ ዝገዳ ዝነበረ ዝብእሳ ዝነበረ እንዲያውም ብዙሕ ገንዘባ ወዲኣ እውን እቲ ሕማም ይገዳ ነበረ እምበር ምንም ኣይጠቐማን ይብል ናይ እግዚኣብሔር ቃል ሰለዚ እዛ ሰብ እዚኣ ኣብ ህይወታ ብጣዕሚ ዘግርም ኳሊቲ እንታይ ኣለዋ እንድሕር ዳ ኢልኩምኒ ብሓኪም ክትድሕን ዘይከኣለት ብገንዘባ ክትድሕን ዘይከኣለት ብብዙሕ ነገር ክትድሕን ዘይከኣለት ብዛዕባ ኢየሱስ ምስ ሰምዐት ግን ይብል ኢየሱስ ሕይወት እዩ፣ መንገዲ እዩ፣ ሓቂ እዩ። ከምቲ ጐይታ የሱስ ክርስቶስ ባዕሉ ኣነ መንገዲ፣ ሓቂ፣ ሕይወት እየ፣ ካባይ ወፃኢ ሓደ እኳ ናብ ኣቦ ዝመጽእ የለን ኢሉ ማለት እዩ። ክብሪ ንኣምላኽ ይኹን። ስለዚ ካሊእ መንገዲ የለን መንገዲ ጽድቂ መንገዲ ሓቂ መንገዲ ህይወት ኣነ እየ ከም ዝበለ ጎይታ የሱስ ክርስቶስ እቲ ትኽክለኛ ናይ ዘላለም ህይወት መንገዲ ጎይታ የሱስ ክርስቶስ ጥራሕ እዩ ብጎይታ የሱስ ዝኣመነ ናይ ዘላለም ህይወት ኣለዎ ነዚ እዩ ናይ እግዚኣብሔር ቃል ክዛረብ ከሎ ኣብ ዮሐንስ ወንጌል ምዕራፍ ሰለስተ እንድሕር ዳር ኢኹም ፍቕዲ ዓሰርተ ሽዱሽተ በቲ ሓደ ወዱ ዝኣመነ ዘበለ ኩሉ ናይ ዘላለም ህይወት ምእንቲ ክረክብ እምበር ከይጠፍእ ኣምላኽ ንወዱ በጃ ክስካዕ ዝህብ ክሳዕ ክንድዚ ንዓለም ኣፍቀራ ይብል በቲ ሓደ ወዱ ሓደ ወዱ መን እዩ ጎይታ ኢየሱስ ክርስቶስ ወልድ ንብሎ ማለት እዩ ስለዚ ብወልድ ዝኣመነ እንታይ ኣለዎ? ህይወት ኣለዎ። ብክርስቶስ የሱስ ዝኣመነ ህይወት ኣለዎ። ሎሚ ብዛዕባ እምነት ኢና ንርኢ ዘለና። ብእምነት ኢኻ ናይ ዘላለም ህይወት ትረክብ፣ ብእምነት ኢኻ ትጸድቕ፣ ብእምነት ኢኻ ካብ ስጋዊ ሕማም ትድሕን፣ ብእምነት እምነት ናይ ክርስትያን መንፈሳዊ መሳርሒ እዩ። ብዘይ እምነት ምንም ክትሻገር ኣይትኽእልን ብዘይ እምነት ምንም ክትገብር ኣይትኽእልን እምነት እንድሕር ደኣ ዘይብልካ ከቢድ እዩ ስለዚ እምነት ከዓ መጽሓፍ ቅዱስ ከም ዝነግረና ናይ እግዚኣብሔር ቃል ከም ዝነግረና እምነት ካብ ምስማዕ እዩ ምስማዕ ድማ ካብ ቃል እግዚኣብሔር እዩ ይብለና ስለዚ ትሰምዕ እሞ ነቲ ዝሰማዕካዮ ከኣ እንደገና ብእምነት ክትወስዶ ትኽእል ካብ ምንታይ ቃል እግዚኣብሔር ብምንባብ ናይ እግዚኣብሔር ቃል ብምርዳእ ናይ እግዚኣብሔር ቃል ብምማር ከኣ እንደገና ናብ እምነት ትመጽእ ማለት እዩ እምነት ካብ እግዚኣብሔር ቃል እዩ ዝርከብ ስለዚ ኣብዚ ክንርኢ ከለና ብጣዕሚ ሓደ ዘድንቕ ነገር እኒኦ ብፍላይ በቲ ሓደ ወዱ ዝኣመነ ዘበለ ኩሉ ኩሉ ፃዕዳ ከይበለ ፀሊም ከይበለ ሓበሻ ከይበለ ፈረንጂ ከይበለ ሲ ብቲ ሓደ ወዱ ብኢየሱስ ክርስቶስ ዝኣመነ ናይ ዘላለም ህይወት ምእንቲ ክረክብ እምበር ሓደ ወዱ ብኢየሱስ ክርስቶስ ዝኣመነ እንታይ ኣለዎ ማለት እዩ ናይ ዘላለም ህይወት ኣለዎ ይጸድቅ ይድሕን በቲ ሓደ ወዱ ብኢየሱስ ክርስቶስ ዘይኣመነ ግን እንታይ ይኸውን ማለት እዩ እቲ ዘይኣመነ ግና ሕዚ ተፈሪድዎ ኣሎ ከም ዝብል ቃል እግዚኣብሄር ብክርስቶስ ኢየሱስ ዘይኣመነ ገና ኣብዚ ምድሪ እዚ ንሃለወ ኣብ ፍርዲ ውሽጢ እዩ ዝነብር ዘሎ ደሓር እውን እንደገና ሓዱሽ ፍጥረት እንተዘይኮይኑ ብክርስቶስ የሱስ ኣሚኑ ካልኣይ እንተዘይተወሊዱ ሓዱሽ ፍጥረት እንተዘይኮይኑ ብፍርዲ ከዓ ይቅፅል ይፍረዶ ማለት እዩ ይፍረዶ ስለዚ ኣብዚ ክንርኢ ከለና ማርቆስ ምዕራፍ ሓሙሽተ ዘላ ሰበይቲ ንነዊሕ ዓመት ብዘይ ምቁራፅ እዩ ደም ዝፈሳ ብዘይ ምቁራፅ እዩ ደም ዝፈሳ ንሳ ብብዙሓት ሓካይም ብዙሕ ተሳቐየት። ምናልባት ከምዛ ሰበይቲ እዚኣ ገንዘብኩም ናወዳእኹም ብዙሕ ገንዘብ ናበተንኩም ፈፂምኩም ክትሓውዩ ዘይኸኣልኩም ኣብ ብዙሕ ስቓይ ከምዛ ሰበይቲ እዚኣ ዘለኹም ክትልዉ ትኽእሉ። እዚ መልእኽቲ እዚ ትከታተሉ፣ እዚ መልእኽቲ እዚ ትሰምዑ፣ እዚ ቪድዮ እዚ ትከታተሉ ምናልባት ከምዛ ሰበይቲ እዚኣ ብዘይምቁራፅ ደም ዝፈሳን ገንዘባ ናወደእት ናብ ቡዙሓት ሓኻይም ናኸደት ግን ሕውየት ዘይረኸበት ፈውሲ ዘይረኸበት ገንዝባ ውን ይውዳእ እት ሕማማ ውን ይገድድ ይሕሻ ዘይኾነስ እናገደዳ ይኸድ ነይሩ ምናልባትስ ከምዚ ኣብ ገዛኹም ከፍ ዝበልኩም ብሕማም ምኽንያት ብስቃይ ምኽንያት ብመናፍስታዊ ስራሕ ብኣጋንንታዊ ስራሕ ብዝተፈላለየ ብድግምቲ ብሟርት ብጥንቆላ ብዝኾነ ይኹን ምኽንያት ኣብ ገዛኹም ትሳቐዩ ንሓክምና ከድኩም እውን ምንም መፍትሒ ዘይረኸብኩም ገንዘብኩም ናወዳእኹም ምንም ፈውሲ ዘይረኸብኩም እትህሉ ትኽእሉ ኢኹም ሎሚ ሓደ ብስራት ክነግረኩም ፍጹም ሕውየትን ፈውስን ክትረኽቡ ትኽእሉ ብክርስቶስ ኢየሱስ ኣሚንኩም ብክርስቶስ ኢየሱስ እንደገና ሙሉእ ልብኹም ንዕኡ ክትኣምኑ ከለኹም ብክርስቶስ ኢየሱስ ክትጽልይ ከለኹም ብመድኃኒ ዓለም ክትጽልይ ከለኹም ብዛዕባ የሱስ ምስ ሰምዐት ከምዚ ሓወየት ንስኹም እውን ሕውየት ፍጹም ክት ከናግፈኩም ዝኽእል ነጻ ከውጸኩም ዝኽእል ሓራ ከውጸኩም ዝኽእል ጎይታና መድሓኒና የሱስ ክርስቶስ ምዃኑ ኣሚንኩም ብክርስቶስ ኢየሱስ ክትፍወሱ ትኽእሉ ኢኹም። ጎይታ ናይ ዘላለም ህይወት ይህብ ስጋዊ ፈውሲ እውን ይፍውስ ስጋዊ ፈውሲ ሎማዕንቲ እዛ ብዘይ ምቁራጽ ዝፈሳ ዝነበረ ደም ዝፈሳ ዝነበረ ሰበይቲ ብዛዕባ የሱስ ምስ ሰምዐት ግን ሓደ እምነት ኣሕዲራ ናብ ብዙሓት ሓኻይም ከይደ ክሓወይ ከኣልኩ ተሓኪመ ክሓወይ ከኣልኩ ኣሕዋተይ ብዛዕባ ሕክምና ብዛዕባ ሕክምና ክንርኢ ከለና እግዚኣብሔር ኣምላኽ ንሓኻይም ጥበብ ዝሃበ ንሱ ስለ ዝኾነ ብሕክምና ክንድሕኖም ብሕክምና ተሓኪምና ክንድሕኖም ዝግብኣት ዝግብኡ ሕማማት ክህሉ ይኽእል እዩ እግዚኣብሔር ሓኪም ተጠቂሙ ካብ ብዙሕ ሕማም ከናግፈና ይኽእል እዩ ክፍውሰና ይኽእል እዩ ብዙሕ ነገር ኣብ ህይወትና ክገብር ይኽእል እዩ ገለ ገሊኡ ድማ ብሕክምና ዘይኾነስ ለምሳሌ ሕክምና ድግምቲ ክትሕከም ኣይትኽእልን ኢኻ። ናይ መናፍስቲ ኣሰራርሓ ክትሕከም ኣይትኽእልን ኢኻ። ናይ ጥንቆላ ኣሰራርሓ ክትሕከም ኣይትኽእልን ኢኻ። ብዙሕ መናፍስታዊ ኣሰራርሓ ብሕክምና ይኹንካ እንትሕከሞ ነዞም ከምዚኦም ዝበሉ ዝተፈላለዩ መናፍስታዊ ሕማማት፣ መናፍስታዊ ኣስራርሓ ዝኾኑ ከኣ እንደገና ብክርስቶስ ኢየሱስ ኢኻ ትሕከም። እንታይ ማለት እዩ? ብክርስቶስ ኢየሱስ ክትጽሊ ከለኻ ፈውሲ ትረክብ፣ ሕውየት ትረክብ። ብክርስቶስ ክትኣምን ከለኻ እምነትካ ባዕሉ ከኣ እንደገና እግዚኣብሔር ኣባኻ ንክሰርሕ ይገብር፣ እግዚኣብሔር ኣባኺ ንክሰርሕ ይገብር። ኣብ እግዚኣብሔር ክትውከል ከለኻ፣ ኣብ እግዚኣብሔር ክትኣምን ከለኻ፣ ንእግዚኣብሔር ክትኣምኖ፣ ንእግዚኣብሔር ክትውከሎ ከለኻ፣ እግዚኣብሔር ኣብ ህይወትካ ይዓይ፣ እግዚኣብሔር እንደገና ፈውሲ ይህበካ ኣብ ህይወትካ ማለት እዩ። ክንደይ ሰባት ትሳቐዩ ትሉ በዚ ሰዓት እዚ ኣብ ገዛኹም ኮይንኩም ዝተፈላለየ ሕማም፣ ዝተፈላለየ ጭንቂ፣ ዝተፈላለየ መከራ ኣብ ደቅኹም፣ ኣብ በዓልትኹም፣ ኣብ ቤተሰብኩም ብዙሕ ተንከራቲትኩም ፈውሲ ዘይረኸብኩምሉ ነገር ሎማዓንቲ ብጎይታ ብኢየሱስ ክርስቶስ ስም እዛ ሰበይቲ እዚኣ ድንገት ናይ ጎይታ ኢየሱስ ክርስቶስ ጫፍ ክዳኑ ነኺኣ ብድንገት ናይ ደማ ምንጪ ዝፈስስ ዝነበረ ናይ ሽግራ ምንጪ ጠጠው ከም ዝበለ ጎይታ ብኢየሱስ ስም ሕጂ እዳውኩም ናብዚ ስክሪን እዚ ዘርጊሕኩም ብእምነት ክትወስዱ ትኽእሉ ኢኹም። ሕጂ ሓቢርኩም ንምሳይ ክትጸልዩ ትኽእሉ ኢኹም። በናዝሬቱ ጌታ በኢየሱስ ስም ፈውሲ ይኹነልኩም። ብጎይታ ብኢየሱስ ስም እግዚኣብሔር ኣምላኸይ ሕጂ ኣብ ገዝኦም ኮይኖም ዝጭነቁ ኣብ ገዝኦም ኮይኖም ጎይታ በቃ ናተይ ነገር ኣብቅዒ ዝብሉ ተስፋ ዝቆረጹ ገንዘብም ወዲኦም ናብ ብዙሕ ቦታ ከይዶም ምንም መፍትሒ ዘይረኸቡ ብጎይታ ብኢየሱስ ክርስቶስ ስም በዚ ሰዓት እዚ ፈውሲ ክኾነሎም በዚ ሰዓት እዚ ካብ ዝደቀስዎ ዓራቶም ክትንስኡ ካብ ዘለዎም ሕማሞም ክናገፉ ብኢየሱስ ክርስቶስ ስም ይጽለ ኣለኹ ድሕነት ይኹነሎም። ከምዛ ሰበይቲ እዚኣ ካብ ስጋዊ ሕማም ከም ዝደሓነት ናይ ዘላለም ህይወት እውን ከም ዝረኸበት በኢየሱስ ስም ስጋዊ ፈውሲ ናይ ነፍሲ ፈውሲ ፍጹም ክኾነሎም ህይወቶም ድማ ይጽሊ ኣለኹ ጎይታ ብኢየሱስ ክርስቶስ ስም ክብሪ ንኣምላኽ ይኹን ስለዚ እዚ ክንርኢ ከለና ገንዘብ ኣወደበት እንተኾነ ገደዳ እምበር ኣይጠቐማን ብዛዕባ ኢየሱስ ምስ ሰምዐት ይብል ኣሕዋተይ ናይዛ ሰብ እዚኣ ብጣዕሚ እንታይ ይገርም እንታይ ኢልኩም ናይ እግዚኣብሔር ቃል ኣማኒት ኣይኮነትን ነይራ ብዛዕባ ጎይታ ኢየሱስ ክርስቶስ ምስ ሰምዐት ግን እዚ ኣምላኽ እዚ ናይ ዝላለም ህይወት ዝህብ ኣምላኽ እዩ። ስጋዊ ሕማም ዘናግፍ ስጋዊ ሕማም እውን ፈጺሙ ዝነቅል ዝፍውስ ኣምላኽ ኢላሲ ምሉእ ንምሉእ ኣሚናሲ ኢደይ ኢዱ ክጽዕነለይ ክጽልየለይ ክልምኖ ከይበለትሲ ክዳኑ ጥራሕ እንተተንኪፈሲ ክሓዊ እየ ኢለ ኣሚና ይብለና። ክሓዊ እየ ኢለ ኣሚነ። ናይ ፈውሳ ምኽንያት ሓደ እንታይ እንድሕር ዳ ኢልኩምኒ ኣፍታ ሰበይቲ ዘሎ እምነት እውን እዩ። እምነትኩም ኣብ መን እዩ? እምነትኩም ኣብ ኣምላኽ እንድሕር ዳ ኮይኑ እምነትኩም ኣብ እግዚኣብሔር እንድሕር ዳ ኮይኑ እምነትኩም ኣብቲ ኩሉ ዝኽእል እግዚኣብሔር ክትገብሩ ከለኹም እግዚኣብሔር ከኣ ከም እምነትኩም መጠን ኣብ ሕይወትኩም ይሰርሕ ከም እምነትኪ መጠን ኣብ ሕይወትኪ ይሰርሕ ከም እምነትካ መጠን ኣብ ሕይወትካ ይዓይ ዋና ነገር ንእግዚኣብሔር እመንዎ ዋና ነገር ንኣምላኽ እመኖ ንኣምላኽ እመንዮ ብዘይ እምነት ምንም ካብ ኣምላኽ ትረኽቦ ረድኤት የለን። እምነት ብጣዕሚ ወሳኒ እዩ። ብእምነት ናይ ዘላለም ህይወት ትረክብ፣ ብእምነት ካብ ስጋዊ ሕማም ትፍወስ፣ ብእምነት እንደገና እግዚኣብሔር ረድኤቱ ኣባኻ ንኽገብር፣ ክብሩ ኣባኻ ንኽገልጽ፣ ሓይሉ ኣባኻ ንኽገልጽ፣ እግዚኣብሔር ንኽረድኣካ፣ እግዚኣብሔር ምሳኻ ንክኸውን ንእግዚኣብሔር ምእማን የድልየካ። ንጎይታ ምእማን የድልየካ። ክብሪ ንእግዚኣብሔር ንኣምላኽና ይኹን። ስለዚ እዛ ሰብ እዚኣ ምሉእ ንምሉእ ንጎይታ የሱስ ክርስቶስ ታይ ገይራቶ ብዛዕብኡ ምስ ሰምዐት ኣሚናቶ በቃ ክፍውሰኒ ዝኽእል ከሕውየኒ ዝኽእል ከናግፈኒ ዝኽእል ሂወት ክበኒ ዝኽእል ስጋዊ ሕማመይ ውን ብዘይ ምቁራጽ ንነዊሕ ዓመት ዝፈስስ ዘሎ ናይ ደም ምንጨይ ጠጠው ከብለለይ ዝኽእል ሲ ጎይታ የሱስ ክርስቶስ እዩ ኢላ ኣሚና ሓወይ ሓፍተይ ኣሕዋተይ ንጎይታ እመንዎ እመንዎ ጥራሕ ኣይኮነን ብፍጹም ልብኹም ናብ ጎይታ እንተተመሊስኩም ናብ እግዚኣብሔር እንተተመሊስኩም ዓይንኹም ናብ እግዚኣብሔር እንተልዒልኩም እምነትኩም ናብ እግዚኣብሔር እንተልዒልኩም እቲ ኣብ እግዚኣብሔር እምነቱ ዝገብር ሰብ ብሩኽ እዩ ከም ዝብል ቃል እግዚኣብሔር እምነትኩም ኣብ እግዚኣብሔር እንተ ጌርኩም ናይ እግዚኣብሔር ረድኤት ናይ እግዚኣብሔር ኢድ ናይ እግዚኣብሔር ሓይሊ ናይ እግዚኣብሔር ቃል ናይ እግዚኣብሔር ምሕረት ኣብ ህይወትኩም ይዓይ ክብሪ ንኣምላኽ ይኹን ናይ እግዚኣብሔር ስም ዝተባረኸ ይኹን ስለዚ ብቅጽበት ይብል ሽዑ ብማእኸልቶም ህዝቢ ሓሊፋ ከይዳ ብማእኸልቶም ህዝቢ ሓሊፋ ብድሕሪ መፅያ እንታይ ገይራ ክዳኑ ተንኪፋ ክዳን ጎይታ ኢየሱስ ክርስቶስ ክትትንክፍ ከላ ብምንታይ? ብእምነት። እዚ ንነዊሕ ዓመት ብዘይ ምቁራጽ ዝፈስስ ዘሎ ደመይ ብዙሕ ገንዘብ ኣውፅኤ ጠጠው ዘይበለ ደም ብዙሕ ሓኪም ጠጠው ከብሎ ዘይከኣለ ደም እዚ ስቓይ እዚ መከራ እዚ ሽግር እዚ ውሽጠይ ዘሎ ስቓይሲ ጎይታ ግን እንታይ ክገብሮ እዩ ጠጠው ከብሎ ኢላ ኣሚና ርኢኹም ኣሕዋተይ ጎይታ ኢየሱስ ክርስቶስ ኩሉ ዝኽእል ኣምላኽ ኩሉ ዝገብር ኩሉ ዝፍውስ ካብ ኩሉ ዘናግፍ ካብ ኩሉ ዘድሕን ኣምላኽ እዩ እሞ ንኣምላኽ ክትኣምኑ ይግባእ እሞ ንኣምላኽ ክትኣምኑ ይግበእኪ ሎም እውን ኣይረፈደን ናይ ምድሓን መዓልቲ ሕዚ ከም ዝብል ቃል እግዚኣብሔር ፍጹም ካብ ናይ ዘለኣለም ሞት፣ ካብ ናይ ዘለኣለም ፍርዲ ከድሕን ዝኽእል ኣምላኽ ኣሎ። ነዚ ኣምላኽ እዚ እመኖ። ነዚ ኣምላኽ እዚ እመንዮ። ነዚ ኣምላኽ እዚ ንእመኖ። ንሱ ከዓ መድሓኒት ዓለም፣ ናይ ዓለም መድሓኒት ክርስቶስ የሱስ እዩ። ክብሪ ንኣምላኽ ይኹን። ክብሪ ንእግዚኣብሔር ይኹን። ቀጺሉ እንታይ ይብል? ካብ ሕማማ ከም ዝሓወየት ድማ ተፈለጣ፣ ካብ ሕማማ ከም ዝሓወየት ድማ ተፈለጣ ይብል እሞ፣ የሱስ ከኣ ሽዑ ካብኡ ሓይሊ ከም ዝወጸ ብውሽጡ ተፈሊጥዎ ናብቶም ህዝቢ ግልጽ ኢሉ፣ መን እዩ ክዳነይ ዝተንከፈ? በለ። ደቀ መዛሙርቱ ድማ፣ ህዝቢ ክደፍእካ ትርኢ ኣለኻ፣ ተመሊስካ ግና መን እዩ ዝተንከፈኒ ትብል ኣለኻ? በልዎ። ጐይታ ልክዕ እዛ ሰበይቲ ክዳኑ ምስ ተንከፈት ካብኡ ሓይሊ ከም ዝወጸ ተረዲእዎ ግልጽ ኢሉ መን እዩ ዝተንከፈኒ? መን'ዩ ነኪእኒ ክብል ከሎ፣ ደቀ መዛሙርቱ ግን ንሳ ሓሊፋ ከም ዝተንከፈቶ እውን ኣይፈለጡን። እዚ ኩሉ ህዝቢ እናደፋፋእካ ክትርኢ ከለኻሲ መን'ዩ ዝተንከፈኒ ትብል ኣለኻ ኢሎምዎ። ጎይታ ግን ካብኡ ሓይሊ ከም ዝወፀ ተፈሊጥዎ እዩ። ስለዚ ጎይታ ኢየሱስ ድማ ነቲ እዚ ዝገበረ ክርኢ ናብ ዙርይኡ ጠመተ። እታ ሰበይቲ ግና እቲ ኣብኣ ዝኾነ ነገር ስለ ዝፈለጠት ብፍርሓት ራዕራዕ እናበለት መጺኣ ሰገደትሉ፣ ኩሉ እቲ ሓቂ ነገረቶ። ጎይታ ልክዕ እዚ ክጥይቕ ከሎ እታ ሰበይቲ መፅያ እንታይ ኢላ ኣነ እየ ተንኪፈካ ብዘይ ምቁራፅ ደም ይፈሰኒ ነይሩ ንዓሰርተ ክልተ ዓመት ነዊሕ ዘመን ተሳቕየ ነዊሕ ግዜ ሓሚመ ነዊሕ ግዜ ገንዘበይ ወዲየ ነዊሕ ዓመታት ብዙሕ ነገር ኣብ ህይወተይ ተኸሲቱ መፍትሒ ግን ስኢነ ሎሚ ግን ክደምካ ተንኪፈሲ እቲ ዝፈስስ ዝነበረ ደመይ እንታይ ኮይኑ ጠጠው ኢሉ ብኢየሱስ ክርስቶስ ስም እዚ ስም እዚ ልዕሊ ኩሉ ስም እዩ እዚ ስም እዚ ዝወዳደሮ ዘየሎ ኣብ ሰማይ ኣብ ምድሪ ልዕሊ ኹሉ ዝኾነ ሽም ኢየሱስ ካብ ኩሉ ዘሕዊ ዝፍውስ ሽም እዩ። ለሚ በኢየሱስ ክርስቶስ ስም ናይ ደማ ምንጪ ጠጠው ከም ዝበለ ናይ ሽግራ ምንጪ ጠጠው ከም ዝበለ ሎሚ ዘሸገረኩም ዘጨነቐኩም ዝሓዘኩም ኩሉ በቃ እዚ ነገር እዚ ከቢድኒ ትብልዎ ፈጺሙ ጠጠው ይበል በኢየሱስ ክርስቶስ ስም። ፈጺሙ ጠጣው ይበል ብሽም የሱስ ክርስቶስ። ሎሚ ድሕነት ኣብ ቤትኩም፣ ሎሚ ድሕነት ኣብ ቤተሰብኩም፣ ሎሚ ድሕነት ኣብ ህይወትኩም፣ ድሕነት በየሱስ ክርስቶስ ስም ኣብ ምድርና ይኹን። ክብሪ ንኣምላኽ ይኹን። ድሓር መፅያ ንጎይታ ኩሉ ነጊራቶ ሰጊዳትሉ ንሱ ከዓ ጓለይ ኢልዋ እምነትኪ እያ ዘድሐነትኪ ስለዚ ሓደ ነገር ጠይቀኩም እምነት ኣለኩም ዶ ጎይታ ተኣምኖ ዶ ንጎይታ ተኣምኖ ዶ ንጎይታ ተኣሚንካ እርግፀኛ እየ እግዚኣብሔር ኣብ ህይወትካ ክዓይ እግዚኣብሔር ኣብ ህይወትኪ ክዓይ እግዚኣብሔር ኣብ ቤትኪ ክዓይ እግዚኣብሔር ኣብ ዘሸገረካ ነገር ክዓይ እግዚኣብሔር ኣብቲ በቃ እዚ ይከኣልን ዝበልካዮ ነገር ሲ እግዚኣብሔር ጣልቃ እቲ ነገርካ ክዓሪ እዩ ምክንያቱ እቲ ዝኣመነ ኣይሓፍርን እዩ። እቲ እግዚኣብሔር ተስፋ ዝገበረ ኣይሓፍርን ኣይኸስርን። እግዚኣብሔር ተስፋ ዝገብር ሓይሉ ይሕደስ። እግዚኣብሔር ተስፋ ዝገብር ነገራቱ ይቅየር፣ ህይወቱ ይቅየር። ስለዛ ሰብ እዚኣ ክልተ ነገር ረኺባ። ሓደ ስጋዊ ፈውሲ ረኺባ። ካብቲ ዝፈስስ ዝነበረ ደማ ምንጪ ፈፂማ ተገላጊላ ፈውሲ ረኺባ። ካልኣይ እምነትኪ እያ ዘድሐነትኪ ብሰላም ከምዚ ኢልዋ እምነትኪ እያ ዘድሐነትኪ ምስ በለ ብሰላም ኪዲ ካብ ሕማም ክውንሕወ ኢልዋ ብሰላም ኪዲ ማለት ናይ ዘላለም ህይወት ከም ዝሃባ ናይ እግዚኣብሔር ቃል ይዛረብ ኣብ ዝተፈላለዩ ናይ መጽሓፍ ቅዱስ እም፣ ሓገዝቲ እ፣ ካብ ዝረኸብኮ ማለት እዩ ክልተ ትርጉም ኣለዎ እዚ ትርጉም እዚ ካብ ሕማም ክሕወዩ ማለት እቲ ስጋዊ ሕማም ዘሽግራ ዝነበረ ፈውስኺ ይጽናዕ ኢልዋ። ብሰላም ኪዲ ማለት ድማ ናይ ዘላለም ህይወት ውረሲ ማለት እዩ ትርጉሙ። ክብሪ ንኣምላኽ ይኹን። ናይ እግዚኣብሔር ስም ዝተባረኸ ይኹን። ስለዚ ናብዚ ኩሉ ንክትበቅዕ ዝረድኣ መን እዩ እንድሕር ዳ ኢልኩምን እምነታ እዩ እምነታ እዩ። እምነት ታሊካ ካብ ብዙሕ ነገር ኢካ ትናገፍ ከናግፍ ዝክእል ድማ ኣምላኽ እዩ ከናግፍ ዝክእል ድማ ጎይታ እዩ ስለዚ እዛ ሰብ እዚኣ ብጣዕሚ ፍልይ ዘብላ ነገር ጎይታ ኢየሱስ ክርስቶስ ኢያኢሮስ ዝበሃል ናይ ሓደ ኣብ መጽሓፍ ቅዱስ ንረኽቦ ናይ ቤት ጸሎት ኣይሁድ መራሒ ዝነበረ ጓሉ ሓሚማቶ ክትመውት ቀሪባሲ ንጎይታ ኢየሱስ ክርስቶስ ጓለይ ሓሚማ ክትመውት ቀሪባ ኢሉ ለሚኑ ንጓሉ ንክጽልየሉ ንጎይታ ኢየሱስ ክርስቶስ ሓቲትዎ ጎይታ እንደገና ናብ ኢያኢሮስ ገዛ ወይ ከዓ ቤት ኣብ ዝኸደሉ ሰዓት እያ ብዛዕባ ኢየሱስ ሰሚዓ ኣብ ማእኸል ጠጠው ኣቢላ እዛ ሰብ እዚኣ ብእምነት ካብ ናይ ሽግራ ምንጪ ተገላጊላ ኣቱም ኣሕዋተይ እግዚኣብሔር እመንዎ። ዝእመን ኣምላኽ እዩ። ዝረድእ ኣምላኽ እዩ። ዝሕግዝ ኣምላኽ እዩ። ህይወት ዝህብ ኣምላኽ እዩ። ዘናግፍ ኣምላኽ እዩ። ናይ ዘላለም ህይወት ዝህብ ኣምላኽ እዩ። በይኒ ክረድእ ዝኽእል በይኒ ክሕግዝ ዝኽእል በይኒ ህይወት ዝህብ በይኒ ኩሉ ዝገብር ጎይታ በይኑ ሓጋዚ ዘየድልዮ ኣብ ሰማይ ስልጣን ዘሎ ኣብ ምድሪ ስልጣን ዘሎ ኣብ ትሕቲ ሰ- ኣብ ትሕቲ ሰ- ኣብ ትሕቲ መሬት ኣብ ትሕቲ ሰ- ኣብ ትሕቲ ሰማይ ዘሎ ኩሉ ፍጥረት ኣብ ኩሉ ልዕሊ ሰ- ኣብ ሰማይ እውን ይኹን ስልጣን ዘለዎ በይኑ ጎይታ ኢየሱስ ክርስቶስ ጥራሕ እዩ። ክብሪ ንእግዚኣብሔር ንኣምላኽና ይኹን ስለዚ ያይሮስ ምስ ለመኖ ኣብዚ ማእኸል እዚ እናኸደ እናሃለወ ጓለይ ክትመውት ቀሪባ ኣላ እሞ ምእንቲ ሓወያ ብሂወት ክትነብር መፂኻ ኢድካ ንብረላ እናበለ ኣፅኒዑ ለመኖ ይብል ንጎይታ ኣፅኒዑ ለመኖ መን እያይሮስ ጓሉ እንታይ ኮይና ሓሚማ ብሕማም ድማ ክትመውት ተቓሪባ ኣላ። ስለዚ በይዛኻ ኢልዎ፣ ኣጥቢቑ ለሚንዎ። ጐይታ ናብ እንዳ ኢያኢሮስ እናኸደ እናሃለወ እዩ ኣብ ማእኸል ብዛዕባ ኢየሱስ ሰሚዓ እዛ ሰብ እዚኣ ድንገት ሓሊፋ ከይዳ ብእምነትሲ ጫፍ ክዳኑ ምስ ነኽአት ሓውያ ጫፍ ክዳኑ ምስ ነኽአት ተፈዊሳ። ዝገርም እዩ እምነታ። እምነት ኣብ መን እዩ ዘሎ? ናይ ሎሚ ሰብ ኣብ እግዚኣብሔር ካብ ዝኣምን ኣብ ሰብ ክኣምን ይቐልል ይቐሎ ሰብ ዝኾነ ተስፋ እንድሕር ዳ ሂቦ ነቲ ሰብ ንሱ ይኣምን እግዚኣብሔር ተስፋ እተሂቦ ግን እግዚኣብሔር ኣይኣምኑን ነግረኩም ኣለኹ ኣሕዋተይ እግዚኣብሔር እዩ ዘይጠልም እግዚኣብሔር እዩ ዘይክሕድ እግዚኣብሔር እዩ ሓሳቡ ዘይቅይር እግዚኣብሔር እዩ ዝረድእ እግዚኣብሔር ተኣሚንካዮ እስካዕ መጨረሻ ንሱ እሙን እዩ እሙን እዩ። እምነት ካብ እግዚኣብሔር ግበር፣ እምነት ከዮ ኣምላኽ ግበር እዩ። ንሱ እንተኣሚንካዮ ካብ ኩሉ የናግፈካ። ኣምላኽ እንተኣሚንካዮ ካብ ኩሉ ሓራ የውፀካ፣ የናግፈካ፣ ይረድአካ፣ የሻግረካ። ክብሪ ንእግዚኣብሔር ንኣምላኽ ይኹን ስለዚ የሱስ ገና እዚ ክዛረብ ከሎ ሰላም ኪድኻ ሕመም ክሕወይ ምስ በላ ናፍታ ሰበይቲ ድሕሪ ናብቲ ዋና ዓላምኡ ዝኸዶ ዝነበረ እዚኣ እግረ መንገዳ እግረ መንገዱ ናኸደ ናሃለወ ማእኸል ብእምነታ ሓሊፋ ጠጠው ዘበለቶ ንጎይታ እያ ብእምነታ ሓሊፋ ክዳኑ ዝተንከፈት እያ ዋና ዓላማ ግን ዳእያይሮስ ቤት እዩ ዝኸድ ነይሩ ጎይታ ኣብ ጉዕዞ እዩ ነይሩ ስለዚ ኣብ ማእከል እዚ እዚ ክዛረብ ከሎ ካብቲ ገዛ መራሕ ቤት ጸሎት ኣይሁድ ገለ ሰባት መጺኦም ጓልካ ሞይታ እያ ደጊም ስለምንታይ ንመምህር ተድክሞ ኢሎሞ ኣሪኹም ሎሚ ሓደ ነገር ክዛረብ ካብዚ እንዳ ቤት ጸሎት መራሕ ኣይሁድ እንዳ ኢያይሮስ ቤት ወጺኦም ጐይታ ኢየሱስ ክርስቶስን ኢያኢሮስን ካልኦት ህዝብታትን ደቀ መዛሙርትን ሓቢሮም እናኸዱናሉ ካብ እንዳ ኢያኢሮስ ቤት ወጺኦም ግን ስለምንታይ ንመምህር ተድክሞ ጓልካ ሞይታ እያ ስለዚ ኣይተድክሞ ኢሎሞ። ተስፋ ዘቑርጽ ንግግር። ተስፋ ዘቑርጽ ቃል። ጐይታ ግን ልክዕ እዚኦም ሰሚዑ ከምዚ ኢልዎም ነቲ ዝተዛረብዎ ሰሚዑ ጎይታ የሱስ ክርስቶስ ነቲ መራሒ ቤት ጸሎት ኣይሁድ ኣይትፍራሕ እመን ደኣ በሎ እዩ ኣይትፍራሕ እንታይ ደኣ ግበር እመን ዋላ ትምት ጓልካ ክትገብር እያ ክትስእ እያ ንሳ ግን እንታይ ትግበር ኣይትፍራሕ እንታይ ደኣ እመን ጥራሕ ከም ህዝቢ ከምኡ ድማ ኣብ ምድርና ንዘሎ ነገራት ኩሉ ተስፋ ዘቁርጽ ከምዚ ክንዳ እያኢሮስ ቤት ወጽዮም ተቀዳዲሞም ተስፋ ንከቁሩጹ እንደገና ሕጂ ውን ጓልካ ሞይታ እያ ንጎይታይ ተድክሞ ንመምህረይ ተድክሞ ዝበሉ ናትኩም ነገር ሞይቱ እዩ ዝብል ናትኩም ነገር ኣብቂዑ እዩ ዝብል ናይ ትግራይ ነገር ኣብቂዑ እዩ ናይ ትግራይ ነገር ሞይቱ እዩ በቃ ነንባዕሎም ከምዚ ክኾኑ እዮም ድሕሪ ደጊም ከምዚ ክኸውን እዩ ጓልካ ሞይታ እያ ናይ ትግራይ ነገር ሞይቱ እዩ ዝብል ኩሉ ይነግረኩም ኣለኹ እመኑ ደኣ እምበር ኣይትፍርሑ ናይ ትግራይ ነገር ኣብ ሰብ ኢድ ዘይኮነስ ኣብ እግዚኣብሔር ኢድ እዩ ዘሎ ናይ ህዝብና ነገር ኣብ ሰብ ኢድ ዘይኮነስ ኣብ እግዚኣብሔር ኢድ እዩ ዘሎ ድሕሪ ደጊም ይነግረኩም ኣሎ እምነትኩም ዓይኖም ኩሉ ናብ እግዚኣብሔር ኣልዕሉ ግደፍዎ ስለ ሰብ ሰብ ንባዕሉ ጎይ ይኽእል እዩ ሰብ ናይ ባዕሉ ብዙሕ ጥልፍልፍ ዘለ ነገር ክህልዎ ይኽእል እዩ ከም ህዝቢ ግን ፍጹም ድሕነት ንረክብ ትውክልትና እምነትና ኣብ ኣምላኽ ክንገብር ከለና ኣምላኽ እዩ ዘይሓድግ ኣምላኽ እዩ ዘይገድፍ እግዚኣብሔር እዩ ኩሉ ዝኽእል እግዚኣብሔር ዓቕሚ ዘለዎ ስልጣን ዘለዎ ኣቤት ዝብል ዝሰምዕ ዝምልስ ናይ ሰብ ጭንቂ ዝርዳእ ናይ ሰብ መከራ ዝርዳእ ናይ ሰብ ተስፋ ምቑራፅ ዝርዳእ፣ ናይ ሰብ ጥሜት ዝርዳእ፣ ናይ ሰብ ችግርን መከራን ሓዘንን ብኽያትን ተስፋ ምቑራፅን ኩሉ ተረዲኡ ከናግፍ ዝኽእል ክሕዊ ዝኽእል እግዚኣብሔር እዩ፣ ኣምላኽ እዩ። ስለዚ እምነትኩም ኣብ እግዚኣብሔር ግበሩ። እግዚኣብሔር ዝኣመነ ይሓፍርን እግዚኣብሔር ዝኣመነ ይኸስርን እግዚኣብሔር ዝኣመነ ይወድቕን እግዚኣብሔር ዝኣመነ ወዲቐ ይቐር ዋና ነገር ተስፋ ካብ እግዚኣብሔር ግበሮ እምነት ካብ እግዚኣብሔር ግበሮ ዝኣመኑ ብዙሓት ህይወቶም ተለዊጡ እየ መፅሓፍ ቅዱስ ክንርኢና እምነት ካብ ፈተና የናግፍ ካብ መከራ የናግፍ መከራ ይሕልፍ፣ ሽግር ይሕልፍ፣ ማዕበል ይሕልፍ፣ ስቓይ ይሕልፍ፣ እምነት ዘይትሳገሮ ከቢድ ዝመስል ነገር ይሻገር። ንሻገሮ ኢና እዚ ኩሉ ንሪኦ ዘለና ብየማን ብጸጋም ኩሉ ማዕበል ንፋስ ኣውሎ ንፋስ ብዙሓት ድምጽታት ከስጥሙና ዝመስሉ ኩሕጥና እዮም ኢልና ብብዙሕ መንገድታት ንሰጎም ንፈርሖም ነገራት በቃ እዚ ዓመት እዚ እዚ ግዜ እዚ ንብሎ ነገር እግዚኣብሔር ከሻግረና እዩ ዋና ነገር ትኹረትናን እምነትናን ትውክልትናን ኣብ ሰብ ከይኮነሲ ኣብ ስጋ ለባሽ ከይኮነሲ ነገር ግን እምነትና ኣብ እግዚኣብሔር ንግበር እምነትና ኣብ ኣምላኽ ንግበር እምነትና ንእግዚኣብሔር ንሃቦ እግዚኣብሔር ነም ኣሎ ዝእመን ኣምላኽ ጥራሕ እዩ ኣሕዋተይ እንተ ኣሚንካዮ ንሱ ዝረድአካ ክብሪ ኩሉ ንእግዚኣብሔር ንኣምላኽና ይኹን ስለዚ ሰም ግን እንታይ ኢሎም ጓልካ ሞይታ እያ እሞ ድሕሪ ደጊም እንታይ ትግበር ነዚ መምህር እዚ ኣይተድክሞ ኣይትድከም ዝብለካ ኣይትስማዕ ካብ እምነትካ ከጉድለካ ዝኽእል ካብ እምነትካ ከልሕልሐካ ዝኽእል ካብ እምነትካ እንደገና ተስፋ ከቁርፀካ ከጉድለካ ዝኽእል ንዑ ይትመን ንዑ ይትመን ንያይሮስ ተስፋ ከቁርፅዎ እዮም እንታይ ኢሎም ዋልካ ሞይታ እያ ስለዚ እንታይ ይግበር ድሕር ደጊም በቃ ነዚ መምህረይ ተድክሞ መልሶ ማለቶም ኮይ ናትካ ነገር ናትኪ ነገር ኣውቅዒ ዝብል ኣየብቅዕን እግዚኣብሔር ተስፋኻ ክሕድሶ እዩ እግዚኣብሔር ከናግፈካ እዩ እግዚኣብሔር ክረድአካ እዩ ጎይታ ዝረድእ ኣምላኽ ስለ ዝኾነ ንጉስ ዳዊት ከምዚ ኢሉ ረድኤተይሲ በቲ ሰማይን ምድርን ዝፈጠረ እግዚኣብሔር እዩ ኢሉ እግዚኣብሔር እዩ ዝረድእ እግዚኣብሔር እዩ ዘናግፍ እስራኤላውያን ኣብ ዝተጨነቑ ግዜ ናብ እግዚኣብሔር ኣእወ ይብል ናብ እግዚኣብሔር ኣእወ እዩ ኣብ ጭንቀቶም ኣብ መከራኦም ግዜ ናብ እግዚኣብሔር ኣእወ እዮም እግዚኣብሔር ሆይ ኢሎም ርድአና ሓግዘና ኣናግፈና ሓራው ጸና ናብ እግዚኣብሔር ኣብ ዘወይሉ ግዜ እግዚኣብሔር ድማ እንታይ ገበረ ይብል ቃሉ ለኣኸሎም እግዚኣብሔር ቃል ዘናግፍ እግዚኣብሔር ቃል ሓራ ይውፅእ እግዚኣብሔር ቃል ነፃ የውፅእ ናይ እግዚኣብሔር ቃል ልዕሊ ኩሉ ስልጣን ዘለዎ ዓቕሚ ዘለዎ ዝደለዮ ዝገብር ዝደለዮ ዝተክል ዝደለዮ ድማ ዝነቅል ዝደለዮ ክገብር ዝክእል ማኒም ጣጠው ከብሎን ክሕዞን ዘይክእል ሰይፍ እዩ ናይ እግዚኣብሔር ቃል ሓይሊ ኣለዎ ናይ እግዚኣብሔር ቃል ክልተ ኣፍ ካብ ዘለዎ ሰይፊ ኣዝዩ ዝበልዐ እዩ ናይ እግዚኣብሔር ቃል ስለዚ ቃሉ ልኢኹ እንታይ ገበሮም ይብል ኣናገፎም ካብ መከራኦም ካብ ጥፍኣቶም ኩሉ ኣናገፎም እንታይ ልኢኹ ቃሉ እግዚኣብሔር ብቃሉ ይዛረብ እግዚኣብሔር ብቃሉ ይናግፍ እግዚኣብሔር ብቃሉ ነፃ ይውፅእ እግዚኣብሔር ብቃሉ ይልውጥ ስለዚ ንቃል እግዚኣብሔር እመን ንቃል እግዚኣብሔር እመን እዮ ንቃል እግዚኣብሔር ነመኖ ቃሉ እዩ ነገራት ዝቕይር ቃል እዩ ህይወትና ዝቕይሮ ካብ ቃል እግዚኣብሔር ወፃኢ ኣይትንበር ቃሉ ዝርዳእ ንቃል እግዚኣብሔር ብደንብ ዘንብብ ሰብ ፈሪሓ እግዚኣብሔር ይህልዎ እግዚኣብሔር ዝኣምን ሰብ እምነቱ ኣብ እግዚኣብሔር ዝገብር ሰብ ንእግዚኣብሔር ይርዳእ ንእግዚኣብሔር ይፈልጥ ማለት እዩ ተዘይኮይኑ ግን እግዚኣብሔር ይፈልጥ እየ ናበልካ ግን ኣብ ሓጢኣት ኣብ ፅሊ ኣብ ባእሲ ኣብ ምቕታል ኣብ ስኽራን ትውዕል እንድሕር ዳ ኮንካ ህይወት የለን ህይወት የብልካ ህይወት የብልካ ብጣዕሚ ዝገርመኩም ነገር መጽሓፍ ቅዱስ ብደንቢ እንድሕር ደኣ ዘይተረዲናዮ ተዘየንቢብናዮ ንኣምላኽ ክንፈልጦ ኣይንኽእልን ኢና ንኣምላኽ ንኣምኖ እምነት ናብ እግዚኣብሔር ንገብር ግን ቃል እግዚኣብሔር ብዘንበብናዮ ቁፅሪ ብዝፈለጥናዮ ቁፅሪ ኢና ንኣምላኽ ንፈልጦ ሽዑ ከዓ እምነትና እውን ናብ እግዚኣብሔር እናገበርና ንኸይድ ክብሪ ንእግዚኣብሔር ይኹን ስለዚ ንያይሮስ ጎይታ እንታይ ኢልዎ እመን እምበር ኣይትፍራሕ ኢልዎ ክብሪ ንኣምላኽ ይኹን ዜካ ጴጥሮስን ያይቆብን ሓው ያይቆብ ዮሃንስን ሓደ እኳ ክስዕቦ ኣይፈቐደን ጎይታ ናብ ገዛ እቲ መርሐቤ ጸሎት ኣይሁድ ምስ ኣተው ምስ ኣተው ከዓ ብዙሕ ጫው ጫው ዝብሉን ዝበኽዩን ዋይ ዋይ ዝብሉን ረኣየ ንሱ ከኣ ኣትዩ ስለምንታይ ትበኽዩ ጫው ጫው ትብሉ እዛ ቆልዓ ደቂሳ እያ ዘላ እምበር ኣይሞተትን በሎም ንሳቶም ከኣ ሰሓቅዎ ንሱ ግና ንኹሎም ኣውጺኡ ነቦቲ ቆልዓ ነዲኣን ነቶም ምስኡ ዝነበሩን ሒዙ ናብታ እታ ቆልዓ ዝነበረቶ ኣተወ ኢድ እታ ቆልዓ ሒዙ ከኣ ጣል እታ ተ ቁሚ በላ ትርጉሙ ኣቲ ጓል ተንስኢ ይብለኪ ኣለኹ ማለት እዩ እታ ጓል ድማ ብቅጽረት ተንሲኣ ተዛወረት ዕድሚኣ ድማ ዓሰርተ ክልተ ዓመት ነበረ ሽዑ ኣዝዮም ተገረሙ ንሱ ኸኣ ነዚ ሓደ እዚ እኳ ክፈልጦ ከይፈልጦ ብጽኑዕ ኣዘዞም ዝብላዕ ክዋ ድማ ነገሮም ይብል እዛ ቆልዓ ትክክል ጓል ዓሰርተ ክልተ ዓመት እያ ዕድሚኣ ከምቶም ጓልካ ሞይታ እዮም ዝበልዎ ከኣ እንደገና ንጎይታ ንከይመጽእ ከይጽልየላ ከይትትንስእ እያ ይረስዎ ናብ ቤቱ ሓጎስን ደስታን እንደገና ከይከውን ፈጺሞም ተስፋ ዘቁርጹ ሞይታ እያ ስለ ዝመልሶን መምህር ዝበሉሲ ጎይታ ግን እመን እምበር ኣይትፍራሕ ኢሉ መጽኡ ሽዑ ከኣ እንደገና ጣሊታ ቁሚ ኢልዋ ኢዳ ሒዞ ኣልዒልዋ ወዲያው ተሲኣ ሽዑ ንሽዑ ተዛወረት ይብል ካብ ሞት ተንሲኣ ኣምላኽ እንተ ኣሚንካዮ ንዑ ቀሊል እዩ። ንኣምላኽ ቀሪብካ እንተ ለሚንካዮ እያይሮስ ባይ ወይ ንጎይታ ለሚንዎ እዩ ለሚንዎ እዩ በዚ ሰዓት እዚ ንሕና እውን ኣሕዋተይ ካብ ዘለናዮ ነገር ኩሉ ንክንወፅእ ከዓ እንደገና ንኣምላኽ ክንልምኖ ኣለና ክንፅለ ኣለና ክንጥይቆ ኣለና እግዚኣብሔር ወይ ረድኤት ካባኻ እዩ ምሕረት ካባኻ እዩ ይቅርታ ካባኻ እዩ ምንጋፍ ካባኻ እዩ ፈውሲ ካባኻ እዩ ምድሓን ካባኻ እዩ ሓራ ምውፃእ ካባኻ እዩ ድሕነት ካባኻ እዩ ሰላም ካባኻ እዩ ዕረፍቲ ካባኻ እዩ ስለዚ ኣናግፈና ክንብሎ ከለና ክንፅሊ ክንለምኖ ክንቀርቦ ከለና እግዚኣብሔር ናባና ይቀርብ ይረድአና የናግፈና የድሕነና ክብሪ ንእግዚኣብሔር ንኣምላኽና ይኹን ኢየሱስ ክርስቶስ ጎይታ እዩ ስለዚ ኣሕዋተይ እያይሮስ ፍጹም ሽዑ ኣይትፍራሕ እመን እምበር ተባሂሉ ልክዕ ከዓ ከምኡ ኮይኑ ኣሎ መፅሓፍ ቅዱስ ከም ንሪኦ እውን እታ ሞይታ ዝተባሃለት ጓሉ ተስያ ሽዑ ንእግዚኣብሔር ኣመስገንዎ ተገረሙ እውን ይብል ተገረሙ ምናልባት መጀመርያ ብዙሕ ብኽያትን ጫውጫውን ክህሉ ከሎ ኣፍቲ ገዛ ጎይታ ንምንታይ እቲ በኹይን ጫውጫው ትብሉን እዛ ቆልዓ ደቂሳ እያ ዘላ ኢልዎም ኣሺፎም ሽዑ ስሒቆም ናተይ ነገር ኣብቅዒ እዩ ሞይት እዩ ትብልዎ ነገር ኩሉ ሎሚ ብስራት ይነግረኩም ኣለኹ ጎይታ ክበፅሐልኩም እየ ብሂወትኩም ጎይታ ከናግፈኩም እዩ ካብ ችግርኩም ጎይታ ከናግፈኩም እዩ ካብ መከራኹም ፈጺምኩም ሎማዕንቲ ብየሱስ ክርስቶስ ስም ከም ጓል ኢያይሮስ ካብ ሞት ከም ዝተለዓለት ናይ ምድርና ነገር ከምኡ ድማ ናይ ግልና ነገር እዚ ስክሪን እዚ ሕጂ ትከታተሉ ዘለኹም ናተይ ነገር ኣውቅዒ ትብልዎ በየሱስ ክርስቶስ ስም ምትንሳእ ይኹነልኩም ኣየብቅዐን ሎሚ ከም ጓል ኢያይሮስ ዝተንሰአት ካብ ሞት ሎሚ ብሽም የሱስ ምትንሳእ ይኹነልኩም ኽብሪ ንእግዚኣብሔር ንኣምላኽና ይኹን ኣሕዋተይ እምነት ብጣዕሚ ወሳኒ እዩ ብዘይ እምነት ምንም ክትገብር ኣይትኽእልን ኢኻ እምነት ናይ ዘላለም ህይወት ይህብ እምነት የድሕን እምነት የናግፍ እምነት ረድኤት እግዚኣብሔር ኣባኻ ብቕልጡፍ ንኽመጽእ ይገብር። ንመን ኢኻ ትኣምን? ንእግዚኣብሔር ወይስ ንሰብ? ተስፋ ዝሃበካ እግዚኣብሔር እሙን እዩ። ብጣዕሚ ዝገርም ናይ መወዳእታ በዚኣ እናወዳእኹ መልእኽተይ ክመጽእ ቀጻሊ እውን ብዛዕባ እምነት ክንቅጽል ኢና። ማቴዎስ ወንጌል ምዕራፍ ሸሞንተ ፍቕዲ ሓሙሽተ ጀሚሩ ናይ ሓደ ሓለቓ ሚቲ ዝነበረ ወዱ ከመይ ኢሉ ከም ዝሓወየ፣ እዚ ናይ ሓለቓ ሚቲ እምነት እውን እንደገና ንጎይታ ብጣዕሚ ኣዝዩ ዘገረመ እምነት ክንርኢ ኢና። የሱስ ናብ ቅፍራንሆም ምስ ኣተወ ሓደ ሓለቓ ሚቲ ናብኡ ቀሪቡ ጎይታይ ወደይ መጻጉዕ ኮይኑ ኣብ ገዛ ደቂሱ ኣዝዩ ይቕንዞ ኣሎ። ተመልከቱ። ወዲ ሚእቲ ሓለቓ ወዱ ሓይምዎ ብዝገርም መንገዲ መፃጉዕ ኮይኑ እውን ኣብ ገዛ ደቂሱ ሲ ደቂሱ ጥራሕ ኣይኮነን ወደይ ይሳቐሎ ይጭነቐሎ ይቕንዘሎ ስቓይ በርቲዕዎ ጭንቂ በዚሕዎ ስለዚ ኢልዎ ስለዚ ንጎይታ ለሚንዎ የሱስ ድማ እኔኹ መፅኤ ከሕዊ እየ በሎ እቲ ሓለቓ ሚእቲ ከዓ ጎይታይ ንስኻ ናብ ቤተ ክትኣቱ ኣይበቀን የልዎ ንጎይታ ጎይታ የሱስ ኣብ ምድረ ዝነበረሉ ግዜ ሚእቲ ሓለቓታ ኢሉ ነነነኖ ንስኻ ናብ ግዜ ክትኣቱ ብቑዕ ኣይኮንክን ግን ሓደ ነገር ይኣምን እንታይ ኣብ ዘለኻዮ ኮይንካ ቃል እንድሕር ደኣ ተዛሪብካሲ እቲ ወደይ ክሓዊ እዩ ምክንያቱ ናትካ ቃል ኪሎ ሜትር ኣይርሕቆን ናትካ ቃል ኣይተሓዝን ናትካ ቃል ኣብ ድሌቱ ከይዱ ዝሰርሕን ዝዓይን ቃል እዩ ስለዚ ኣብ ዘለኻዮ ቦታ ኮይንካ ንወደይ ቃል ተውጺኻሉ ንወደይ ቃል እንድሕር ዘሪኢኻሉሲ እቲ ናትካ ቃል ይፍውስ እዩ እቲ ናትካ ቃል ካብ ቃንዛ የድሕን ካብ ስቓይ የድሕን ካብ መጻጉዕ ወይ ኸዓ ካብ ሽባ ምዃንሲ ነጻ ዘውጽእ ዘናግፍ እዩ ስለዚ ቃል ጥራሕ ተዛረብ ወደይ ክሓዊ ኢሉ ዝገርም እምነት እዩ ብጣዕሚ ዘድንቕ እምነት እዩ ድሓር እንታይ ኢልዎ ሓንቲ ቃል ጥራይ ደኣ ተዛረብ እምበር ወደይ ድማ ክሓዊ እዩ ኣነ እውን ኣብ ትሕቲ ስልጣን ዝሓደርኩ ሰብ እየ እሞ ኣብ ትሕተይ ድማ ወታደራት ኣለውኒ ስለዚ ነዚ ኪድ እብሎ ይኸይድ ነቲ ካሊእ ንዓ እብሎ ይመፅእ ንጌልያይ ድማ እዚ ግበር እብሎ ንሱ ድማ ይገብር እናበለ መለሰሉ ኣነ ባዕለይሲ በዓል ስልጣን እየ ኣብ ትሕተይ ዝእዝዞም ወታደራት ኣለውኒ ኪድ ተኢለዮ ይከይድ ንዓ ተኢለዮ ይመጽእ ስለዚ ብጣዕሚ ዝገርም ገሊኣይ ድማ እዚ ግበር እብለዎ ንሱ ድማ ይገብር ኢየሱስ ከዓ ነዚ ሰሚዑ ተደነቐ ነቶም ዝስዕዎ ዝነበሩ ድማ ከምዚ በሎም ክንድዚ ዝኣክል እምነት ኣብ እስራኤል ኣብ ሓደ እኳ ከም ዘይረኸብኩ ብሓቂ ኢለኩም ኣለኹ። ኣብ እስራኤል ከምዚ ዝበለ እምነት ርእየ ኣይፈልጥን ኢሉ ጐይታ ዝመስከረሉ ናይ ሚእቲ ሓለቓ እምነት ከኣ ንርኢ። እስኪ ህይወትኩም ቸክ ግበርዋ። ኣብ ኣምላኽ እምነት ኣለኩም ዶ? ኣብ እግዚኣብሔር እምነት ኣለኪ ዶ? ክብሪ ንእግዚኣብሔር ንኣምላኽና ይኹን። ኣሕዋተይ ናይ እግዚኣብሔር ቃል እመንዎ ናይ እግዚኣብሔር ቃል እመኑ ቃል እግዚኣብሔር እዩ ዘናግፍ ቃል እግዚኣብሔር ህይወት ዝህብ ቃል እግዚኣብሔር እዩ ዘድሕን ክብሪ ንእግዚኣብሔር ንኣምላኽና ይኹን። ስለዚ ሚእቲ ሓለቃ ብዝገርም መንገዲ ብእምነት ቀፂሉ እንታይ ዝብል መሲልኩም ከምዚ ይብል ቁፅሪ ዓሰርተ ሰለስተ ንርኢ ከለና ሽዑ የሱስ ነቲ ሓለቓ ሚእቲ፣ ኪድ፣ ከም ዝኣመንካዮ ይኹነልካ፣ በሎ። እቲ ወዲ ኸኣ በታ ሰዓት እቲኣ፣ ሓወየ፣ ርኢኹም፣ ኪድ፣ ከም ዝኣመንካዮ ይኹነልካ። ልክዕ ጐይታ የሱስ ክርስቶስ እዛ ቓል እዚኣ ኻብ ኣፉ ምስ ኣውጽኣ፣ እቲ ሓሚሙ ዝነበረ መጻግዒ ዀይኑ ቈልዓ፣ በታ ሰዓት ንሳ እንታይ ዀይኑ? ሓው ይብለና ናይ እግዚኣብሄር ቃል። ብዘይ እምነት እግዚኣብሔር ምሕጓስ ኣይከኣልን ይብለና ናይ እግዚኣብሔር ቃል። ብዘይ እምነት ምንም ንእግዚኣብሔር ተሐጉሶ ኣይትኽእልን ኢኻ። ክብሪ ንእግዚኣብሔር ንኣምላኽና ይኹን። ስለዚ ኣሕዋተይ ብእምነት ናብ እግዚኣብሔር ምቕራብ ብእምነት ሓንቲ ነገር ክውስኽ እሞ በዚኣ ክውድእ ዕብራውያን ምዕራፍ ዓሰርተ ሓደ ቁፅሪ ሓደ ክንርኢ ከለና እንታይ ዝብል እምነት ነቲ ተስ- ብተስፋ ንጽበዮ ነገር ከም ንረኽቦ ዘረጋግጽ ነቲ ዘይረኣ ነገር ከኣ ከም ዘሎ ገይሩ ዘርድእ እዩ ይብለና። እምነትሲ ነቲ ብተስፋ ንጽቦይ ነገር ከም ዘረጋገጽ ወይ ከዓ መረጋገጽ እዩ ይብለና። ከም ዘሎ ገይሩ ስታይ ይገብረልና የረጋግጸልና። ብተስፋ ታይ ንገብሮ ንጽበዮ፣ ብተስፋ ንጽበዮ ከም ዘሎ ገይሩ ግን የረጋግጸልና እምነት። ከም ዘሎ ገይሩ ግን የርደና እምነት። ብዘይእምነት ግን ንኣምላኽ ምዕጓስ ኣይከኣልን እዩ። ስለዚ ኣብዚ ሓደ ነገር ክንርኢ ከለና ዕብራውያን 11 ቁፅሪ 11 ከምዚ ይብለና ብዛዕባ ናይ ኣብርሃምን ናይ ሰራን ክንርኢ ከለና ካብ ቁፅሪ ሸሞንተ ጀሚርና ዕብራውያን 11 ቁፅሪ ሸሞንተ ኣብርሃም ምስ ተፀውዐ ብእምነት ተኣዘዘ ናበይ ከም ዝኸይድ ከይፈለጠ ናብቲ ርስቲ ክቕበለሉ ዝነበሮ ሃገር ከደ ነታ ኣምላኽ ዝሃነጻን ዝሰርሓን መሰረት ዘለዋ ከተማ ይጽበ ስለ ዝነበረ ድማ፣ ብእምነት ኣብታ ምድሪ ተስፋ ከም ኣብ ምድሪ ጓና ዀይኑ ተቐመጠ። ከምቶም ናይዛ ተስፋ እዚኣ መዋርስቱ ዝዀኑ ይስሃቅን ያእቆብን ከኣ ኣብ ድንኳን ይነብር ነበረ። ሳራ እውን ግዜኣ እኳ ሓሊፉ እንተ ነበረ፣ ነቲ ተስፋ ሂብዋ ዝነበረ እግዚኣብሄር ስለ ዝኣመነቶ፣ ክትጠንስ ብእምነት ሓይሊ ረኸበት። ሳራ እንኳን ንባዕላሲ፣ ግዚኣ ትወልደሉ ሓሊፉ እንተነበረ፣ ኣረጊት እንተነበረት፣ ዓብያ እንተነበረት፣ ነገር ግን ነቲ ተስፋ ሂብዋ ዝነበረ እግዚኣብሔር ስለ ዝኣመነቶ ክትጠንስ ብእምነት ሓይሊ ረኸበት። ነቲ ተስፋ ዝሃባ እግዚኣብሔርሲ እንታይ ገይራቶ? ሳራ ኣሚናቶ ብእምነት። ተስፋ ዝሃበ እግዚኣብሔርሲ ክፍጽሞ እዩ ኢላ ዋላ ዕድመይ ይዕበ ዋላ ዕድመይ ዓባይ ንኹን ተፈጥራዊ ነገር ዋላ ይሕለፍ ግን እግዚኣብሔር ተስፋ ስለ ዝሃበኒ ሲ ንዕኡ ኣይጠራጠሮን እየ እግዚኣብሔር ክፍጽሞ ኢላ ኣብ እግዚኣብሔር እምነታ ገይራ እግዚኣብሔር ተስፋ ዝሃበኩም ክፍጽሞ እዩ በርግፀኝነት እየ ዘለኩም ንእግዚኣብሔር ጥራሕ እንታይ ግብርዎ እመንዎ ስለዚ ካብ ሓደ ከም ምዉት ዝነበረ ሰብ ከምቲ ከም ከዋኽብቲ ሰማይ ብዙሓት ከምቲ ኣብ ገምገም ባሕሪ ዘሎ ሖጻ ድማ ክቑጸሩ ዘይኽእሉ ተወለዱ ይብል። ክብሪ ንኣምላኽ ይኹን። ኣብርሃም እውን ብዝገርም መንገዲ ከም ሰማይ ከዋኽብቲ ከም ምድሪ ሓሸዋ ከብዝሐካ እየ ምስ ተባለሲ ብእምነት ኣቦ ብዙሓት ኮይኑ ማለት እዩ። ክብሪ ንኣምላኽ ይኹን። ኣብርሃም ኣመነ ጽድቂ ኮይኑ ድማ ተቖጸረሉ ይብለና። ብዝገርም መንገዲ ኣብርሃም እግዚኣብሔር ስለ ዝኣመነ ወዲ ሚእቲ ዓመት ኮይኑ ንይስሐቅ ወሊድዎ ሳራ ጓል ተስዓ ዓመት ኮይና ንይስሐቅ ወሊዳቶ እዚ ብተፈጥሮ ቤትኛውም ሳይነስ ክኸውን ኣይኽእልን እዩ እግዚኣብሔር ብዝኣመንዎን እግዚኣብሔር ብዝሃቦም ተስፋን ግን ብዝገርም መንገዲ ንኣምላኽ ስለ ዝኣመንዎ እግዚኣብሔር ዝሃቦም ተስፋ ድማ ኣብ ህይወቶም ፈጺምዎ። ስለዚ ኣብርሃም ኣቦ ብዙሓት ኮይኑ ብምንታይ? ብእምነት ከም ሰማይ ከዋኽብቲ በዚሑ ከም ምድሪ ሓሸዋ በዚሑ ኣብርሃም ክብሪ ንእግዚኣብሔር ንኣምላኽና ይኹን ኢየሱስ ክርስቶስ ጎይታ እዩ ስለዚ ኣሕዋተይ ብእምነት ንእግዚኣብሔር ተኣዘዝዎ እምነት ብጣዕሚ ወሳኒ ኖህ ንባዕሉን ንቤተሰቡን ዝድሓነ ብምንታይ ብእምነት መርከብ ሰሪሑ ክብሪ ንኣምላኽ ይኹን እምነት ብጣዕሚ ወሳኒ ማዕበል ትሻገር ብእምነት እዩ መከራ ትሓልፍ ብእምነት እዩ። ጭንቅት ትሓልፍ ብእምነት እዩ። ካብ ዘለኻዮ ኩሉ ተስፋ ዘቑርጽ ነገር ክትወጽእ ትኽእል እግዚኣብሔር ብምእማን እዩ። ኣምላኽ ብምእማን እዩ። እቲ ናይ መወዳእታ ብጣዕሚ ወሳኒ ዝኾነ ነገር ከዓ እንደገና ሓመድ ኢኻ ምኖ ሓመድ ክትምለስ ኢኻ ኣብዚ ምድራዊ ነገር ኩሉ ዘሎ ቀሪ ዘመንካ ዕድሜኻ ሚእቲ ዓመት ግበር ተስዓ ዓመት ግበር ሓመድ ኢኻ ምኖ ሓመድ ትምለስ ኢኻ ከም ዝተባሃለ ናብ ሓመድ ምምላስካ ይተርፈካ ግን እትን ከቢድ ዝበሃል ዘላለማዊ ሞት ዝበሃል ሞት ንኸይትመውት ግን ናይ ዘላለም ህይወት ናይ ዘላለም ጽድቂ ናይ ዘላለም ድሕነት ንክኾነልካ ግን ፈጺምካ ብሓደ ወዱ ብኢየሱስ ክርስቶስ ብምማን ህይወት ዘላለም ግን ውረስ ትኸፍሎ ነገር የለን ብክርስቶስ እመን ብክርስቶስ ኣሚንካ ከዓ እንደገና ንክርስቶስ ብምእማን ብጸጋ ኢኹም ዝደሓንኩም ይብል ናይ እግዚኣብሔር ቃል ክርስቶስ ብምእማን ንሱ ዋጋ ከፊሉልካ ንሱ ደሞ ኣፍሲሱልካ ንሱ ስለኻ ተሰቒሉ ንሱ ስለኻ ሞይቱ ሞት ስዒሩ ብሳልሳይ መዓልቲ ከዓ ተስኡ ተንስኡ ከዓ ከምዚ ኢሉ ብኣይ ዝኣመነ ህይወት ኣለዎ ብኣይ ዘይኣመነ ግን ሕጂ ተፈሪድዎ ኣለዎ ስለዚ ፍርዲ ክለዓለልካ ተኾይኑ ብክርስቶስ እመን ካብ ኩነኔ ሓራ ክትወፅእ ተኾይንካ ብክርስቶስ እመን ህይወት ዘላለም ክትረክብ ተኾይንካ ብክርስቶስ እመን ክብሪ ንእግዚኣብሔር ንኣምላኽና ይኹን ስለዚ ብእምነት ካብ ስጋዊ ሕማም እውን ነፃ ንወፅእ ክርስቶስ የሱስ ብምእማን ብክርስቶስ የሱስ ብምእማን እውን እንደገና ህይወት ዘለኣለም እውን ንረክብ። እግዚኣብሄር ይባረኽ። ሓጺር ጸሎት ክንጸሊ ኢና፣ ናይ ንስሓ ጸሎት። ኣብ ገዛኹም ኴንኩም እዳውኩም ናብ እግዚኣብሄር ኣብ ሓፍ ኣቢልኩም እግዚኣብሄር ዝርኢ ዝሰምዕ ኣምላኽ ስለ ዝኾነ ሓቢርና ንጸሊ። ኣነ ዝብሎ ምሳይ በሉ ንስሓ ክትኣትዉ ትደልዩ። እግዚኣብሄር ሆይ የምስግነካ ኣለኹ ክብሪ ምስጋና ንዓኻ ይኹን ጎይታ ኢየሱስ ክርስቶስ ንስኻ ስለ ሓጢኣተይ ስለ በደለይ ኣብ ቀራንዮ መስቀል ከም ዝተሰቐልካ ከም ዝሞትካ ሞት ስዒርካ እውን ብሳልሳይ መዓልቲ ከም ዝተስኣኻ ኣነ እኣምን እየ። ሓጢኣተይ በደለይ ይቕረ በለለይ። ንሓጢኣተይ ብደምካ ሕጸበኒ። ከም ባርያ ዘይኮነ ከም ውሉድ ገይርካ ተቐበለኒ። ጎይታ የሱስ ስመይ ኣብ ህይወት መጽሓፍካ ጽሓፈለይ ስለ ዝጸሓፍካለይ የምስግነካ ኣለኹ ኣሜን እግዚኣብሔር ይባርኩም ዝተፈላለየ ሕቶ ንዘለኩምን ከምኡ እንደገና ናይ እግዚኣብሔር ቃል ክመሃር ደልየ ንትብሉ እንደገና ኣብ ታሕቲ ስክሪን ዘሎ ስልኪ ቁፅሪ ካብኡ ክትድውሉ ትኽእሉ ኢኹም እግዚኣብሔር ኣምላክ ዘመንኩም ይባርክ ሰላም ንምድርና ንህዝብና ይኩን ብጎይታ እየሱስ ክርስቶስ ስም ኣሜን።
ወንጌል ማቴዎስ ማቴዎስ ምዕራፍ ሓደ ወዲ ዳዊት ወዲ ኣብርሃም ናይ ዝኾነ ናይ ኢየሱስ ክርስቶስ ትውልዲ መጽሓፍ ኣብርሃም ንይስሃቅ ወለደ፣ ይስሃቅ ንያእቆብ ወለደ፣ ያእቆብ ንይሁዳን ነሕዋቱን ወለደ፣ ይሁዳ ኸኣ ካብ ትእማር ንፋሬስን ንዛራን ወለደ፣ ፋሬስ ንኤስሮም ወለደ፣ ኤስሮም ንኣራም ወለደ፣ ኣራም ንኣሚናዳብ ወለደ፣ ኣሚናዳብ ንነኣሶን ወለደ፣ ንኣሶን ንሰልሞን ወለደ። ሰልሞን ካብ ረኣብ ንቦኤዝ ወለደ። ቦኤዝ ካብ ሩት ንኢዮቤድ ወለደ። ኢዮቤድ ንእሴይ ወለደ። እሴይ ንንጉስ ዳዊት ወለደ። ንጉስ ዳዊት ካብ ሰበይቲ ኦርዮ ንሰለሞን ወለደ። ሰለሞን ንሮብኣም ወለደ። ሮብኣም ንኣብያ ወለደ። ኣብያ ንኣሳፍ ወለደ። ኣሳፍ ንኢዮሳፍጥ ወለደ። ኢዮሳፍጥ ንኢዮራም ወለደ። ኢዮራም ንኦዝያ ወለደ። ኦዝያ ንኢዮኣታም ወለደ። ኢዮኣታም ንኣካዝ ወለደ። ኣካዝ ንህዝቅያስ ወለደ። ህዝቅያስ ንምናሴ ወለደ። ምናሴ ንኣሞጽ ወለደ። ኣሞጽ ንኢዮስያስ ወለደ። ኢዮስያስ ከኣ ብግዜ ምርኮ ባቢሎን ንኢኮንዮንን ነሕዋቱን ወለደ። ድሕሪ ምርኮ ባቢሎን ድማ ኢኮንያን ንሰላትያል ወለደ፣ ሰላትያል ንዘሩባቤል ወለደ፣ ዘሩባቤል ንኣብዩድ ወለደ፣ ኣብዩድ ንኤልያቄም ወለደ፣ ኤልያቄም ንኣዛር ወለደ፣ ኣዛር ንሳዶቅ ወለደ፣ ሳዶቅ ንኣኪም ወለደ፣ ኣኪም ንኤልዩድ ወለደ፣ ኤልዩድ ንኣልኣዛር ወለደ፣ ኣልኣዛር ንማታን ወለደ፣ ማታን ንያዕቆብ ወለደ፣ ያዕቆብ ድማ ክርስቶስ ዝተብሃለ ኢየሱስ ንዝወለደት ንሕጹይ ማርያም ንዮሴፍ ወለደ። እምበኣር ኩሉ ትውልዲ ካብ ኣብርሃም ክሳዕ ዳዊት ዓሰርተ ኣርባዕተ ትውልዲ፣ ካብ ዳዊት ክሳዕ ምርኮ ባቢሎን ዓሰርተ ኣርባዕተ ትውልዲ፣ ካብ ምርኮ ባቢሎን ክሳዕ ክርስቶስ ድማ ዓሰርተ ኣርባዕተ ትውልዲ እዩ። ልደት ኢየሱስ ክርስቶስ ከምዚ እዩ። እንኡ ማርያም ንዮሴፍ ተሓጽያ እንተላ እንተይተቓረቡ ብመንፈስ ቅዱስ ጠኒሳ ተረኽበት። ሕጹያ ዮሴፍ ግና ጻድቕ ስለ ዝነበረ ብሕቡእ ክሓድጋ ደኣ ሓሰበ እምበር ክገልጻ ኣይደለየን። እዙይ እናሓሰበ እንተሎ እንሆ መልኣኽ እግዚኣብሄር ብሕልሚ ተርኣዮ፣ ከምዙይ ድማ በሎ። ዮሴፍ ወዲ ዳዊት እቲ ኻብኣ ዝውለድ ብመንፈስ ቕዱስ ስለ ዝኾነ ንሕጽይትኻ ማርያም ምውሳድ ኣይትፍራሕ፣ ወዲ ኽትወልድ እያ። ንሱ ንህዝቡ ካብ ሓጢኣቶም ከድሕኖም እዩ እሞ ስሙ ኢየሱስ ክትብሎ ኢኻ።
እዚ ዅሉ ዝዀነ ድማ እቲ እግዚኣብሄር ብነብይ። እንሆ፣ ድንግል ክትጠንስ ወዲ እውን ክትወልድ እያ፣ ስሙ ኸዓ ኣማኑኤል ክብልዎ እዮም፣ ትርጉሙ ድማ እግዚኣብሄር ምሳና ማለት እዩ። ኢሉ ዝተዛረቦ ምእንቲ ኽፍጸም እዩ። ዮሴፍ ካብ ድቃሱ ተሲኡ ኸምቲ መልኣኽ እግዚኣብሄር ዝኣዘዞ ገበረ። ንሕጽይቱ ማርያም ድማ ወሰዳ። በዅሪ ወዳ ኽሳዕ እትወልድ ኣይፈለጣን። ኢየሱስ ኢሉ ድማ ሰመዮ። ማቴዎስ ምዕራፍ ክልተ ኢየሱስ ብዘበን ንጉስ ሄሮድስ ኣብ ቤተልሔም ምድሪ ይሁዳ ምስ ተወለደ፣ እነሆ ካብ ሃገር ምብራቕ ዝተልዓሉ ሰብኣ ሰገል፣ ኮኸቡ ብምብራቕ ርኢና ክንሰግደሉ መጺእና እሞ፣ እቲ ዝተወልደ ንጉሥ ኣይሁድ ኣበይ ኣሎ? እናበሉ ናብ ኢየሩሳሌም በጽሑ። ንጉሥ ሄሮድስ እዚ ሰሚዑ ደንገጸ፣ ኵሎም ሕዝቢ እስራኤልውን ምስኡ ደንገጹ። ንሱ ድማ ንዅሎም ሊቃነ ካህናትን መምህራን ሕዝብን ኣኪቡ። ክርስቶስ ኣበይ እዩ ዝውለድ? ኢሉ ጠየቖም። ንሳቶም ከኣ። ኣቲ ቤተ ልሔም ምድረ ይሁዳ፣ ንሕዝበይ እስራኤል ዚሕልዎም ንጉሥ ካባኺ ኺወጽእ እዩ እሞ፣ ካብ ነገስታት ይሁዳ ከቶ ኣይትንእስን ኢኺ ዝብል ብነቢይ ተጽሒፉ ስለ ዘሎ ኣብ ቤተ ልሔም ምድሪ ይሁዳ እዩ።
በልዎ። ድሕሪ እዙይ ሄሮድስ ንሰብኣ ሰገል ብሕቡእ ጸዊዑ፣ ካብኣቶም ድማ ዘመን እቲ ዝተርኣዮም ኾኾብ ኣጸቢቑ ተረድኣ። ናብ ቤተ ልሔም ድማ ሰደዶም እሞ። ከይድኩም ብዛዕባ እቲ ህጻን ብጥንቃቐ መርምሩ፣ ምስ ረኸብኩምዎ ድማ ኣነ መጺኤ ምእንቲ ኽሰግደሉ ንገሩኒ።
በሎም። ንሳቶም ከኣ ኻብቲ ንጉስ ሰሚዖም ከዱ። እንሆ፣ እቲ ብምብራቕ ዝረኣይዎ ኾኸብ ኣብ ልዕሊ እቲ ህፃን ዝነበራ ቦታ መፂኡ ኽሳዕ ዝቐውም መርሖም። ነቲ ኾኸብ ምስ ረኣይዎ ካብ መጠን ንላዕሊ ተሓጐሱ። ናብ ቤት ኣትዮም ነቲ ህፃን ምስ ማርያም እኖኡ ረኣይዎ። ተደፊኦም ድማ ሰገዱሉ። ሳፅኖም ከፊቶም ከዓ ወርቅን ዕጣንን ከርበን ገፀ በረከት ኣቕረቡሉ። ናብ ሄሮድስ ከይምለሱ ብሕልሚ ስለ ዘጠንቀቖም ብኻሊእ መንገዲ ናብ ሃገሮም ተመለሱ። ንሳቶም ምስ ከዱ ኸኣ መልኣኽ እግዚኣብሄር ንዮሴፍ ብሕልሚ ተርኣዮ።
ሄሮድስ ነዚ ህጻን ክቐትሎ ይደሊ ኣሎ እሞ፣ ተስእ፣ ነዚ ህጻንን ንንኡን ሒዝካ ናብ ግብጺ ህደም፣ ክሳዕ ዝነግረካ ኸዓ ኣብኡ ጽናሕ።
በሎ። ዮሴፍ ድማ ተሲኡ ነቲ ህጻንን ንንኡን ሒዙ ብለይቲ ናብ ግብጺ ከደ። እቲ እግዚኣብሄር ብነብይ። ንወደይ ካብ ግብጺ ጸዋዕክዎ።
ዝበሎ ምእንቲ ኺፍጸም ድማ፣ ሄሮድስ ክሳዕ ዚመውት ኣብኡ ጸንሐ። ሽዑ ሄሮድስ እቶም ሰብኣ ሰገል ከም ዘላገጹሉ ምስ ረኣየ፣ ብዙሕ ተቖጥዐ እሞ፣ ንዅሎም ህጻናት ቤተ ልሄምን ኣብ ኵሉ ኸባቢኣን ንዚነብሩን ካብ ሰብኣ ሰገል ጠይቑ ብዝተረድኦ ዘመን፣ ወዲ ኽልተ ዓመትን ካብኡ ንታሕትን ንዝነበሩ ህጻናት ሰራዊቱ ልኢኹ ኣቕተለ። ሽዑ እቲ ብነብዪ ኤርምያስ። ኣብ ራማ ድምጽን ብዙሕ ዋይዋይታን ብኽያትን ተሰምዐ። ራሄል ምእንቲ ደቃ በኸየት። ሞይቶም እዮም እሞ ምጽንን ዓቤት።
ዝተብሃለ ተፈጸመ። ሄሮድ ምስ ሞተ፣ እንሆ ኣብ ግብጺ መልኣኽ እግዚኣብሄር ንዮሴፍ ብሕልሚ ተርኣዮ እሞ። እቶም ነዚ ህጻን እዚ ክቐትልዎ ዝደልዩ ሞይቶም እዮም እሞ ተስእ፣ ነዚ ህጻንን ንንኡን ሒዝካ ናብ ምድሪ እስራኤል ኪድ። በሎ።
ንሱ ድማ ተሲኡ ነቲ ህጻንን ንኖኡን ሒዙ ናብ ምድሪ እስራኤል ተመለሰ። ግና ኣርኬላዎስ ክንዲ ኣቦኡ ሄሮድስ ኣብ ይሁዳ ከም ዝነገሰ ሰሚዑ ናብኡ ምኻድ ፈርሐ። ብሕልሚ ምስ ተገልጸሉ ድማ ናብ ምድሪ ገሊላ ከደ። እቲ ብነብያት።
ናዝራዊ ክበሃል እዩ። ዝተብሃለ ምእንቲ ክፍጸም ናዝሬት ናብ እትበሃል ዓዲ መጺኡ ተቐመጠ። ማቴዎስ ምዕራፍ ሰለስተ በቲ ወርሓት እቱይ ዮሃንስ መጥምቕ። መንግሥተ ሰማያት ቀሪባ እያ እሞ ንስሃ እተዉ። እናበለ ኣብ በረኻ ይሁዳ እናሰበኸ መጸ። እቲ ብነቢይ ኢሳይያስ። ጐደና እግዚኣብሔር ጽረጉ፣ መንገዲውን ኣቕንዑ፣ ኢሉ ኣብ በረኻ ዝእውጅ ድምጺ ኣዋጅ ነጋሪ። ተብሂሉ ዝተነግረሉ ንሱ ዮሃንስ እዩ እሞ። ክዳኑ ካብ ጸጉሪ ገመል ዝተሰርሐ ነበረ፣ ዕጣቕሕቆኡ ድማ ፈልቊ ቆርበት፣ ቀለቡ ኸኣ ኣንበጣን መዓር ጽዴናን ነበረ። ሽዑ ሰብ ኢየሩሳሌምን ኵሎም ሰብ ይሁዳን ኵሉ ሃገር ዙርያ ዮርዳኖስን ናብኡ ይመጹ ነበሩ። ሓጢኣቶም እናተናዘዙ ኸኣ ኣብ ፈለግ ዮርዳኖስ ብዮሃንስ ይጥመቑ ነበሩ። ካብ ፈሪሳውያንን ሰዱቃውያንን ብዙሓት ክጥመቁ እንትመጹ ምስ ረኣየ ከምዚ በሎም፣ ኣቱም ውሉድ ኣትማን፣ ካብቲ ዝመጽእ መዓት ክተምልጡ መን ሓበረልኩም? እምበኣርከስ ንንስሓ ዝበቅዕ ፍረ ኣፍርዩ። ብልብኹም ኣብርሃም ኣቦ ኣለና ብምባል እተምልጡ ኣይምሰልኩም። ንኣብርሃም ካብዘን ኣእማን እዚኣተን ውሉድ ከተስኣሉ ንእግዚኣብሔር ከም ዝከኣሎ እብለኩም ኣለኹ። እንሆ ሕዚ ማኅፀ ናብቲ ጕንዲ ኦም ተቐሪቡ ኣሎ፣ እምበኣር ጽቡቕ ፍረ ዘይፈሪ ዅሉ ኦም ይቝረጽ፣ ናብ ሓዊ ድማ ይድርበ። ኣነስ ንንስሓ ብማይ ኣጥምቐኩም ኣለኹ፣ እቲ ብድኅረይ ዝመጽእ ግና ካባይ ይኅይል እዩ፣ ኣነ ኣስኣኑ ክጸውር እኳ ኣይበቅዕን እየ። ንሱ ብመንፈስ ቅዱስን ብሓውን ኬጥምቐኩም እዩ፣ ዓውዱ ዘጽርየሉ መስአ ኣብ ኢዱ ዘለዎ እዩ፣ ስርናዩ ኣብ ቆፎኡ ኽእክብ ነቲ ሓሰር ግና ብዘይጠፍእ ሓዊ ኼቃጽሎ እዩ። ሽዑ ኢየሱስ ብዮሃንስ ኪጥመቕ ካብ ገሊላ ናብ ዮርዳኖስ መጸ። ዮሃንስ ግና። ኣነ ደኣ ብኣኻ ኽጥመቕ ይግብኣኒ እምበር፣ ንስኻዶ ናባይ ትመጽእ? ኢሉ ኣበዮ። ኢየሱስ ከኣ። ዅሉ ጽድቂ ኽንፍጽም ይግብኣና እዩ እሞ፣ ሕዝስ ሕደግ። ይኹን ደኣ። ኢሉ መለሰሉ። ድሕርዙይ።
ይኹን።
በሎ። ኢየሱስ ምስ ተጠምቐ ሽዑ ንሽዑ ካብ ማይ ወጸ። እንሆ ኸኣ ሰማይ ተኸፈተ፣ መንፈስ እግዚኣብሔር ድማ ከም ርግቢ ወሪዱ ኣብ ልዕሊኡ እንትዓልብ ረኣየ። እንሆ ድማ፣ ብእኡ ዝተሓጐስኩ ዝፈትዎ ወደይ እዙይ እዩ። ዝብል ድምጺ ኻብ ሰማይ መጸ።